ሻሎም ሻሎም ደቂ ኤረይ ከመይ ሓደርኩም ከመይ ጸኒሕኩም ዝተፈላለየ መደባት ሎ መዓልቲ ሒዘልኩም መጽ ኣለኹ እዚ ከዓ ኣብ ቲክቶክ ዝካየድ ዘሎ ጽላለ ብዛዕባ ኣብዚ ኣብ ጊሰና ኣብ ዝተኻየደ ማለት እዩ ብዙሓት ሰባት ነናቶም ርእቶ ይህቡ ኣለዉ ኣዝዩ ዝገርም እዩ ብዙሕ ብዙሕ ዘደንቕ እዩ ብፍላይ ኣብ ናይ ሚኪ ዝበሃል ቲክቶከር ላይቭ ወፅኡ ዝተዛረቦ ማለት እዩ ኣዝዩ ስለ ዝገርመኒ መግለጺ ስለ ዝሰኣንኩሉ እየ ፍርዲ ንዓኹም ክበኩም እየ ሓሳባትኩም ከተካፍሉ ትኽእሉ ኢኹም ኣሮን ቲንክ እዚ ሰብ ንሰብ ተጨፋጭፉ ፍታሕ ዝኸውን ግን ሰብ ዝመስሎ ክገብር ኣብ ጀርመን ዓዲ መሰል ስለ ዝኾነ ክትገልፆ እውን ኣዝዩ ዝገርም እዩ ነው እቲ ኣዶኖ ክገልጾ እውን ቃላት እዩ ዝሓፅረኒ ሓቂ ተሓይሽ ኮፍ ኢልካ ትሓስቡ ከለኻ ማናት እቲ ካልኦት ናይ ዓለም ህዝቢ ብዜናታት ማለት እዩ ብዛዕባ እዚ ዘሎ ክገልፃ ከለዋ ሞር ምድናቕ ግደፍዎ ሓሊፎም ሲ እንታይ እዚ ኣብ ሂወቶም ሙሉ ከም ሪኦም ኣይፈልጡን እዮም ያ ሂወቶም ሙሉ ከምዚ ዓይነት ሪኦም ኣይፈልጡን እዮም ዋን ፒፕል ጋር ዩኖ ኢትስ ኖት ላይክ ሓደ ህዝቢ ምስ ሓደ ህዝቢ ካልእ ህዝቢ ሓደ ህዝቢ እንሕድሕዱ ከምዚ ክጨፋጨፍ ሪኦም ኣይፈልጡን እዮም ሶ ናቶም ምድናቕ ሓሊፉስ ገሪምዎም ትገልጾም ምሽ ቃላት ሓፅረካ ከምኡ እዮም ኮይኖም ሶ ባዕልና ንባዕልና ከምኡ ክንብል ከናሕና ልሙድ ኮይኑ እዩ ንሕድሕድና ከምዚ ክንባላዕ ዳርጋ ልሙድ ኮይኑ እዩ ብካልኦት ዓለም ክትሪኦ ከለካ ግን ክገልፅዎ ከሎ ኣብቲ ናቶም ዜና ሲ ኣኖ እንታይ ስማዓኩም ንዓኹም ክትሪኦ ከለኹም ዲስ ፒፕል ኢሎም ክዛረቡ ከለዉ ብዛዕባ ላይክ ዲስ ፒፕል ኣዚፍ ዩ ናቲንግ ብዛዕባ ክዛረቡ ከለዉ ይገርም እዩ ብዝኾነ ኣብ ቲክቶክ ላይቭ ሕጂ ኣሽነይ በለ ክብሉ እንዲዮም ምቕናዮም እዮም ብዛዕባ እዚ ከም ኣርእስቲ ኮይኑ መንእሰይ ተዋዲኡ መስሓቂ ክጥቀሙሉ እዮም ኢትስ ኖት ጉድ የሕዝን እዩ ብዝኾነ ሪቶ ንዓኹም ይምልከት እቲ መደብ ግን ከቕርበልኩም እየ እዚ ትሪእዎ ዘለኹም ሰብ ብሚኪ ሽኮር ዝፍለጥ ኮይኑ ኣብ ቲክቶክ ብብዝሒ እዩ ዝነጥፍ ብዝተፈላለየ ናይ ኤርትራ ዝምልከት ጉዳያት ከዓ ብብዝሒ እዩ ዝዛረብ ኣብ ሰዓት እዚ ከም ደጋፊ ኮይኑ እዩ ዝዛረብ ዘሎ ብዙሓት ከዓ ብዛዕባኡ ይዛረቡ እዮም ኣብ ላይቭ ኣትዮም ነንሕዶም ብዙሕ እዮም እዝን እዝን ዝበሃሉ ዝረብሕ ኣሎ ዘይረብሕ ኣሎ እንተኾነ እቲ መደብ ብሓፈሻ ንዓኹም ክቐርበልኩም እየ ፍርዲ ንዓኹም ይምልከት ሕማቕ ኣይትርከቡ እስኹም ክነግረኩም እስኹም ዝኾነ ነገር ኣይርከብኩም ናይ ብሓቂ ንስለዛ ሃገር እዚኣ ገሊኹም ምርኩስ ሒዝኩም ድመጻኹም ሰባት ኣለኹም ዓበይቲ ኮይንኩም ኣያታትና ገሊኹም ትረፉ እንዳተባሃልኩም ኣነ ክተርፍ ካብ ዝውራይ ኢልካ ተረዲካሉ መንደላይ ከማን ግንባሩ ሂቡ ንሃገር ተሰውኡ ኣለዉ ኢሎም ኣነ ብጣዕሚ ኣቦታትሲ ማማሚያ ማማሚያ ጅግና ህዝቢ እዩ ኣነ ብጣዕሚ እዩ ተሓቢና ኣነ ከምዚ በቃ ሓጎሰይሲ ክነግረኩም ማዕልያ የብሉን በቃ ማዕልያስ የብሉን ማዕልያ የብሉን ምምስጋን ምምስጋን ናይ መወዳእታ ከመስግነኩም ናይ ምሸት ማለት እዩ ክኸፍተይ ብስነ ስርዓት ካብ ሀ ክሳብ ፐ ደለኹም ንዓይ ክብሪ ዝሃብኩምኒ ነታ ኩሉ ውራይ ነታ ፌስቲቫል እቲኣ ንትካየድ ኣዚኹም ብሃልዋን ብዝተፈላለየ ነገራትን ዝረኣኹምዎ ወይም ድማ ድሃለኹምዎ ዋው ዋው ዋው ዋው ዋው ዋው ዋው በቃ ሕጂ ድሕዞ የለን ድሕዙ የለን እወ ኣዴታት ኤርትራ ጸብሒ ኣብዚ ፀሓይ እዚ ሃምሳ ዲግሪ ሴንቲግሬድ ተረዲካሉ ከምዚ ኮይና ከይበላ መግቢ እንዳሰራሓ ኣታታታታታታታታታታ ማማብያ ብጣዕሚ ኣነስ ገሪምኒ በቃ ኣነስ ይዕዘብ ነረ ኩሉ ይሪኦ ነረ እንዳተዘዋወርኩ ኩሉ ድማ ይሪኦ ነይረ ኣነ ግን ገሪምኒ በቃ እዚኤን ኣዴታት እዚኤን ደኺመን ከይበላ ደኺምና በቃ ከይበላ መሳኪን ዋው ኣታ ኣታ መንእሰይ ናይ ብሓቂ ናይ ብሓቂ ናይ ኣያታትኩም ከም ዝወረስኩም ብጣዕሚ ዝተዓዘብኩሉ ስነ ስርዓትኩምን ምስምማዕኹምን ሓድነትኩም በቃ እቲ ናይ ቀደም ኤርትራዊ ሕጂ ረኺበ ኣብ ጀርመን ረኺበ ኢላ ኣራዳ ከምዚ ኢና ነርና ድማ ኣብ ስደት ቀደም ኣቦታትና ከምዚ እዮም ደራኽቡና ነይሮም። ፌስቲቫል ክበሃል ከሎ በቃ ንከምዚታት እዩ ነይሩ። እዚኦም ምስ ትግራዋይ ኮይኑሲ ንኤርትራዊ ኣታ ክነግረካ ዋላ ኣብዚያ ንሰከንድ ጋሕ ይበል ሕጂ ኣነ ኣነ ኣይብለንን ኣይሞቐኒ ኣይቆረኒ ስለዚ ደቂ ኤረይ ብጣዕሚ ተሓጒሰ ተሓጒሰ ናይ ብሓቂ ኣብ ቀጻሊ ድማ ከም ዊታት እቲ ዝበለጸ ሓድነት ዝበለጸ ፌስቲቫል ዝበለጸ ነገር እዩ ድካየድ ማለት እዩ ስለዚ ወላ ሓንቲ ክንገብረኩም ኣይክእልን ኣይንኽእልን ኢና የሕዋት ገሊኹም ማለት እዩ ወላ ሓንቲ ክንገብረኩም ስ ኣይንኽእል ኢና ባዕልኹም ኢኹም ደምጻኹማ ነገር ባዕልኹም ደምጻኹማ ሽግር እያ እዚኣ ንሕና ኣይኮናን ንሕና ሓንቲ ይበልናኩምን ኣቲኹም ምሳና ተዘናግኦ ኣቲኹም ሕተቱ ኣቲኹም ካብ ዝለዓል ንኣሞ ክነግረካ ዋ ንዓባ ንፋለጥ እኮ ኢና ካብ ሓደ ማሕፀን ኣይንውፃእ እምበር ባህሪና ድዩ እቲ ጠባይና ድዩ ንረዳዳእ እኮ ኢና ንፋለጥ እኮ ኢና ኣዚና ኢና ንፋለጥ መን ኢኻ ንስኻ ካብ መን ኢኻ በሊጽካ ኣነ ጅግና እየ ንስኻ ውኻር እያ ክትብለኒ ርኢኻኒ እኮ ኢኻ ኩላካ ከምኡ ድማ ድመጸ ሰብ መዓት ማዕልያ ዘይብሉ መንእሰያ ትብለካ ኣለኹ ብኸምኡ ኢሎም ድመጹ እዮም ንሕና ኤርትራውያን ፈሪሕና ኣይንፈልጥን ባይዘወይ ኣነሲ ነቦይ ሓንቲ ነገር ይድኸሶ ክገርመካ ፍራሕ ኢሉ ኣይመኸረንን ከም ዝፈራሕ ኮይንካሲ በቃ ከም ዝግበር ኣይበለንን ኩሉ ነገር በቃ ብስነ ስርዓትን ብሓይልን ብጎነፅን ብኩሉ ነገር ይምሂርኒ ስለዚ እታ ፍርሒ ግን ኣይመሃረንን ኣቦይ ብሂወቱ ድፀላ ኣቦይ ፍርሒ እዩ ስለዚ ኩላህና እምባሕ እንዳበልና ኢና ንኸይድ እምባሕ እንዳበልና ኣብ ማንም ኤርትራዊ ኣቦ ደሎ ድማ እዚ እዩ እዚ እዩ ካልእ ኣይኮነን ስለዚ ብጣዕሚ ተሓጒሰ ብጣዕሚ እየ በቃ ኩሉ ነገር በቃ ናይ ኤርትራዊ ፍቕሪ ሓድነት ጽንዓት ባ እንታይ እሞ ክነብለይና ደቂ ኤረይ እንታይ እሞ ክበሃል እዩ እንታይ ክበሃል እዩ ኣብዚ ሕጂሲ ትማሊ ስም ኣቢሉ እዮም በቃ ብጣዕሚ እዩ ዝገርመኒ ብሂወተይ ዝጸልኦ ኣነ ሓሶት እዩ ቀዳማይ ነገር ሓሳዊ ሰብ ኣይፈቱን እዩ ኣነ ግን ክሰምዓኩም ከለኹሲ ተዓዊትኩም ከምዚ ጌርኩም ደይግድሰና ንዓና ናይ ጀርመን መኪና ሃሪምካስ ኣነ ሚኪ ዕጅብ ክብለኒ ኣይብለንን እዩ በታ ሕጊ ኣንጠልጢሉ ኮፍ ምስ ኣበለካ ሜማን መገዲ ሬኻ ኤርትራዊ እንድሕር ኣምፅኡ ሰይጣኑሲ ካብ ማንም ዝገደደ እዩ ጫፉ ኣይተንከፍካዮን ኣዋልድ ርኢኻየን ዶ ኪድ ወዲ ለቅባጥ ሓሳዊ ዓጋመ እንዳበላ ከይን ዳኣትዋ ነይረን ሪኻየን ከምኡየን እንድሕር ኣምፅኡ ቦምብ ዋላ ተኩስ መድፍዕ ተኩስ ኣርበጅ ተኩሰሉ ነዚ ህዝቢ ኣይሰማዓካን እዩ ኣይሰምዐን እቲያ ዝተባሃለ ተረዲካ ኣሎ ንዓና እያ ተደሪፋ እምበር ንወያኔ ይኮኑት ወያኔ ዳ እሞ ኣይሰምዐን እየ ክትብል ጉድጓድ ክትኣቱን ሓንቲ እኮ እያ ኮይና ኣብ ጉድጓድ እያ እቲያ ከወያኔ እዚ እዚ እዚ ሓድነት ናይ ኤርትራዊ እዚ ጅግንነት እዚዩ መዓንጣ እዚዩ ትበተኽ ገጥ ገጥ እብለካ ኣለኹ ገጥ መስመር እዚዩ ድፋዕ ማለት እዚዩ ተገሪሞም ዓበይቲ ሓለፍቲ ተገሪሞም ተገሪሞም በቃ በዚ ዝተካየደ ነገር ተገሪሞም በቃ ከምዚ ኢኹም ኣጆኹም በሉ ኣጆኹም ኢሎም እዮም ከይዶም ኣጆኹም ያ ሕጂ ኣሚና ስልጣንና ነዚኦም ኣብዚ ዘለዎ ወለዶ ከነረክቦም ኢና ኢሎም ንዓኹም ደይኮነ ነዚኦም ጓሓፋት ዋዋዋዋዋዋዋ ደፎም እዚኦም ናይ ትግራይ ሓለፍቲ እዮም ዝኾኑ ኩሎም ኣብዚ ደለዎ ተቃዋምቲ ናይ ትግራይ ሓለፍቲ ኢና ክንገብረኩም ናይ ትግራይ ሓለፍቲ ኢና ክንገብረኩም

በቃ ኣነ ከምዚ በቃ ኤርትራውነት ሲ ክቡር መንነት ምዃኑ ክነግረኩም ኣዝየ ኣዝየ በቃ ካብቲ ናይ ቀደም መሊሱ በቃ ዘንጸባረቐ ሕጂ ርኤ ትማሊ ትማሊ ርኤ በቃ ባሕቲ መስከረም ጌርዳያ ኣዴታት ሸነን ይብላ ኣብቲ ቦታ ቆልዑት ድማ ምስ መሰትኦም ኣቦታት ኮፍ ኢሎም ኣታ እቲ ፌስቲ ባህተ መስከረም እኮ ኢለያ ባህተ መስከረም ከም ድሌትኩም ተንቀሳቐሱ እንዳበላዮምሲ በቃ ይንቀሳቐሱ ነይሮም። በዓል እቲ ሙሌ ድበሃል እቲ ገርናውከ ቢራ እንዳሰተ ሓደ መንእሰይ እኮ እዩ በቃ ደይ ተጸየቐ መንእሰይ ኣብዛ ሃገራዊ ክገርመኩ ሓደ እኮ እዩ በቃ ቢራ ካብ ክልተ ካብ ሓደ ኣይሓልፉን እዮም። ስነ ስርዓት ዘለዎም በቃ ሓንቲ ቢራ ወይ ክልተ ቢራ ማንም ሰብ ሰኺሩ ኣው ኣይረኣኹን ኣብ ቅድሚ ኣምላኽ ይደበልኩም ደለኹ ስነ ስርዓት በቃ ዋ ታይዲ መምፅኤ መምፅኤ እንታይ ኢሉ ዕላምኡ ዝፈልጥ ኩሉ ነገሩ በቃ ታታታታታ እምባሕ በል ብሓቂ ከምኡ ጌርኩም ቀጽልዎ ድማ ኣዚኹም ከምኡ ቀጽልዎ ቀጽልዎ ገጥ ምክብባርዎ ኩሉ ኩሉ ኩሉ ነገሮም በቃ ብጣዕሚ ነንሕድዮም እቲ ምግብባዝ ምግብባዝ ከ ማማምያ ኣታ በቃ እቲ ናይ ቀደም ኤርትራዊ ሲ ኣታ እንኳ ተፈጠርኩም ማይዘወይ እዚኦም ተቃዋምቲ ብጣዕሚ ኣነ የመስግነኩም እየ እንኳ ተፈጠርኩም በቃ

ፖሊስ ገለ ገለ ዶ ይትበል ፖሊስ ዋላ ተገደፈ ካብለካ ኣለኹ ዋላ ሓንቲ ክትገብር ኣይትኽእል ዲኻ ኣብለካ ኣለኹ ዋላ ሓንቲ ዋላ ሓንቲ ኣብ ቅድሚ ኣምላኽ ሲ ዋላ ሓንቲ እኮ ኢኻ ዘይትገብር ኣነ ገሪምኒ ገሪምኒ ዋ ኪዱ ተዘናግዎ በቃ ኣዴታት ከም ድሌትክን ኣቦታት ከም ድሌትኩም ቆልዑት ከም ድሌትኩም መንእስያት ከም ድሌቶም ይዘናግዑ ነይሮም ተዘናግዑ ማንም ማንም ኣብዚያ ቁልሕ ኢሉ ድመፅእ ሰብ የለን እንድሕር መፅዮ ኸ ዋው ዋው ዋው ዋው ኣብኡ ዝነበሩ ያ ነብሶም ንባዕሉስ በቃ ይሕጉሰካ ነብሶም ንባዕሉስ ምልእልእ ዝበለ ናይ ስፖርት ገለበለ እዚ እዩ ነይሩ ናይ ቀደም ኤርትራዊ ድማ ኣነ ድፈልጦ ከምዚኦም እዮም ነይሮም ክገርመኩ ኩሩዕ ድበሉ በቃ ሓቅነት ዘለዎም ከምዚ ናይ ወያነ ሪያ ደይብሉ በቃ ሪኦሞ ሰጥ በቃ ወ ኤርትራ እንዲያ ተተንኪፋ ልዕሊ እዚ እንታይ ኣሎ ድዩ ኢሎም እዮም በቃ ከምዚ ኢሎም እዮም ድምልሱልካ ኤርትራ ሃገርና እንዲያ ተተንኪፋ ካልእ ደይኮነ ንዓና ከድንኑ ወንቢን ንባዕሉ ክዛረቡ ከለዎም እቲ ክዛረቡ ከለውሲ ሻልካ ነቲኦም ዋ እዚኦም እኮ እዚኦም ጥራሕ እዮም ድብሉ ክገርመኩም እዚኦም ግን ናይ ጀርመን ፖሊስ ዋላ ነቲ ሃገራዊ እዮም በዲሎሞ ባይዘወይ በዲሎሞ እዮም እዚኦም ክነግረኩም ተትፍንዎም እብለካ ኣለኹ ዋላ ሓንቲ ክገብሩ ኣይክእሉን እዮም ዋላ ሓንቲ እየ ድብለካ ዘለኹ ኣነ ሹር እየ ድብለካ ዘለኹ ሰለስተ ኣርባዕተ ሰብ ድቀትል ያው ሰለስተ ኣርባዕተ ሰብ ብፅፍኢት እንዳበለ ዝድርብ መንእሰይ ነይሩ እቲ ሓደ መንእሰይ ሰለስተ ስለዚ ድሕሪ ሕጂ ቦታ ኢዶ የብልኩምን ንዓና ብጣዕሚ ከም ንፋቐር ከም ንፋቶ ከም ንጥርነፍ በቃ ጌርኩምና እዚ እዩ እዚ እዩ ኣብ ማንም ህዝቢ ኤርትራ ዘሎ ፍቕሪ እዚኣ በቃ ያ እለዚ እምባህ በሉ ሕጂ ኤርትራውያን ኣብዚ ዘለኹም ኣብዚ ሚድያ ብለካ ኣለኹ በዚኦም እሶም ዝዛረብዎ ከይትሰምዕ ኣነ ብለካ ኣለኹ ኣነሲ ኣብ ገዞም ከምደይ ኣቱ ኸማን ገይርኒ በቃ እቲ ፍቕሪ ናይ ኤርትራውነሲ በቃ ፅልእ ከም ደብሎም ገይርኒ ብጣዕሚ እዩ ድገርመኩም በቃ ክሪኦ ከለኹስ በቃ እዚ ኩሉ መንእሰያት እዮም ደለዉ ኢለስ በቃ ገሪመኒ በቃ ብመሰረቱ ሪኢኻ ኣለኻ ክስዕሩ ይትኽእሉን ኢኹም ንስኹም ክስዕሩ ይትኽእሉን ኢኹም ንመን መሲልኩም ዋላ ንመንግስቲ ብለኩም ከተውድቑ ይትኽእሉን ኢኹም ንስኹም ኣይትኽእሉን ኢኹም ኣይትኽእሉን ኢኹም ኣይትኽእሉን ኢኹም በቃ ተወዲያ ኣብዚ ዘሎ ኤርትራዊ ክትሪኦ ከለኻ ብለካ ኣለኹ እንኳዕ ጥራሕ ኤርትራዊ ኮንኩ ሕጂ ከማን ደጋጊመ እየ ድብለኩም ዘለኹ በቃ ኣብ ቅድሚ ኣምላኽ ብለካ ኣለኹ እንኳሲ ኤርትራዊ ኮንኩ እንኳ ካብ ኤርትራዊ ምሓፈርኩ ነይረ ወይ ምተሓነኩ ነይረ ያ ምተሓነኩ ወረገ ስለዚ ስለዚ እቲ ትብዓትኩም እቲ ጅግንነትኩም እቲ ጽንዓትኩም እቲ ተወፋይነትኩም ኩሉ ነገርሲ በቃ መግለጺ የብሉን ይሕዋተይ ከምዚያ ጌርኩም ቀጽሉ ንመጻእ ከማን ከምዚያ ኣብ ዘዝኸድኩ ዝተባዕለሉ ቦታታት ከምዚያ ካብዚያ ንላዕሊ እዚ ቦታ ስኢና ሕጂ ትማሊ በቃ ቦታ ዝተሳኢኑ የለን በቃ ኩሉ ክትሪኦ ከለኻ እቲ መንእሰይ ገጥ ዝበለ ገጥ በቃ መሰ ማይ ይሰቲ ኮካ ይሰቲ ማይ ጋዝ ይሰቲ ቢራ ብዙሕ ኣይተሰተየን ክገርመኩም ቢራ ሲ እዚ ኣልኮላዊ መስተ

ብጅግንነቱ እዩ ዝፍለጥ ኤርትራዊ ሜም ኣብ ስደት እዩ ድብለካ ደለዎ ስለዚ ብጣዕሚ ኣኹሪዕኹምኒ መንእሰያት ኤርትራ በጃኻትኩም ከምዚያ ጌርኩም ቀጽልዋ ካብዚ ላዕሊ ድማ ሓድነት ክንፈጥር ዝገበሩና ኣመስግንዎም ኣመስግንዎም ናይ ብሓቂ ኣመስግንዎም እዚኣ ተለየና ንዓና ያ ንኣና ንኤርትራውሲ ርእሲ ከተድንን መን ኢኻ ንስኻ ካበይኻ መጺኻ ኣበይኻ ቦቒልካታ ካበይኻ መጺኻ ፌስቲቫል ብዳ ኤርትራስ ክትቀልድ እስኻ ዋዋዋዋዋዋዋዋዋ ኣነ ገሪመኒ ናይ ብሓቂ ኣነ ደንዚዘ ውዒለ ኣነ ዳ እንታይ ኣለኒ ወሪደኒ ኣነስ እንታይ ኣለኒ ማለት ክትሪኦም ከለኻሲ ኣነሲ በቃ ሃገረይ ይፈቱ እሞ ልዕለይ ድማ በቃ ሃገሮም ድፈቱ ጥዋዕዋዕ ድበሉ መንእስያት ርኤ ገሪምኒ በቃ ይሓቶም ነይረ ቃል ብኸመይ መጺኹም ገለ ምስ በልኩም ዋ ሃገርና ተተንኪፋ ሚኪልኒ ንሕና ዝተኸፈለልና መንእሰያት ኮይና ኣቦታትና ኣዴታትና ዝወደቑሉ ሃገር እዮም የሕዋትና ዝወደቑሉ ሃገር እኮ እዮም ሕጂ ግን ደይንፈልጦም ኤርትራውያን ደፊሮምልና ሃገርና ስለዚ ስርሐይ ገዲፈ ይመጽእ ይመጽእ ኢሎም ብዙሓት መብዛሕትኦም ስራሕ ከምዚ ትሪእዎ ዘለኹም ደቂ ኤረይ ብዙሕ ፈኸራን ዳንኬራን እዩ ዝካየድ ዘሎ ብዝኾነ እዚ ክቕፅል እዩ ፍሉጥ እዩ ንሓደ ወርሒ ዝኸውን ብዛዕባ እዚ ጉዳይ ክዛረቡ እዮም ብዝኾነ ኣብ ቀፃሊ ብካልእ መደብ ክሳብ ንራኸብ ሰሰና እዩ ዝወድሓንኩም ስምዕዋ ደቂ ኤረይ